ወይ ድማ ከመይ ሓዲርኪ ከመይ ሓዲርኪ ብሓፂር ድማ ሓደርኪ ሓደርኪ ምንያ ሓደርካ ዑመር ሓደርኪ ምንያ ብሓፂር እዩ ዩዥዋሊ እንታይ ይምረፅ ብነዊሕ ክትብሎ ከለኻን ሰብ ድሓን ሓዲርካ ከመይ ሓዲርካ ሓደርካ ንዘቕረብካዮ ሓደርካ ንዘቕረብካዮ ሰብ እዩ ደሓን ሓዲርኪ ከመይ ሓዲርኪ ሓደርኪ ንዘቕረብካዮ ማለት እዩ ኣብዚኣ ድማ ከዘኻኽረኩም ዝደሊ እዚ ናይ ብዙሓት ኣይኮነን ደሓን ዳሓዲርኩም ብዙሕ ግዜ ኣብዚ ኢና ኣብ ትግርኛ ንደናገር ደሓንዶ ሓዲርኩም ከመይ ሓዲርኩም እዚ ንሓደ ሰብ እዩ ንሓደ ሰብ እዩ ፎር ሜል ሲኒየር ፐርሰን ንሓደ ሰብ እዩ ደሓንዶ ሓዲርኩም ኣቦይ በኹረ ከመይ ሓዲርኩም እምበር እዚ ንብዙሓት ኣይሕብርን እዩ ሓደርኩም ኣቕሪብካ ክትፅውዖም ከለኻ ሓደርኩም ትብሎም ማለት እዩ ጉድ ሞርኒን ዓባይ ሰበይቲ ተኮይነን ድማ ደሓንዶ ሓዲርከን ደሓንዶ ሓዲርከን ከመይ ሓዲርከን ብሓፂሩ ድማ ሓደርክን ትብለን ኣብዚ ኩሉ ግዜ ክንዝክሮ ዘለና ደሓንዶ ሓዲርክን ወይ ደሓን ዶ ሓዲርኩም ንብዙሓት ሰባት ኣይኮነን ኩሉ ግዜ ጌጋ ስለ ንገብር እየ ዝደግመን ዘለኹ ንብዙሓት ግን ደሓን ዶ ሓዲራትኩም ኢና ንብል ደሓን ዶ ሓዲራትኩም ሪመምበር እዛ ትኩም ትብል ራይዋ ትኩም እዛ ኣብ ዝተፈላለየን ዘለኹ ክትዝክርወን ካካካ ዜን ካ ዝብላ ንሓደ ሰብ ንተባዕታይ እየን ተመልክታ ኪ ክንብል ከለና ድማ ንኣንስተይቲ ፆታ እየን ዘመልክታ ኩም ክንብል ከለና ናይ ክብረት እዩ ናይ ክብረት እዩ ክን ክንብል ከለና ናይ ጓል ኣንስተይቲ ዓባይ ሰበይቲ

ሓዲራትኩም ብሓጺሩ እንተኾይኑ ድማ ሓድራትኩም እሲ ኣብዚኣ ራይወን ንሓደ ሰብ ንሓደ ሰብ ሓደርካ ንብሎ ንተባዕታይ ሓደርኪ ንጓል ሓደርኩም ንዓብይ ሰብኣይ ሓደርክን ንዓባይ ሰበይቲ ሓደራትኩም ንብዙሓት ሰባት ደቂ ተባዕትዮ ዘለዎም ሓደራትክን ንደቂ ኣንስትዮ ሶ ደሓን ዶ ሓዲራትክን ከመይ ሓዲራትክን ሓደራትክን እዚ ኩሉ ሓደ እዩ ወይ ሃው ቱ ሰይ ጉድ ኣፍተርኑን ጉድ ኣፍተርኑን ደሓን ዶ ውዒልካ ንሓደ ከመይ ውዒልካ ከመይ ውዒልካ መዓልካ ብሓፂር መዓልካ መዓልካ ደሓን ዶ ውዒልካ ከመይ ውዒልካ ብሓፂር መዓልካ ንብሎ ማለት እዩ ንጓል ድማ ደሓን ዶ ውዒልኪ ንጓል እዩ ሶሪ እዚኣ ንጓል ደሓን ዶ ውዒልኪ? ከመይ ውዒልኪ? ምብላ ማለት እዩ። መዓልኪ ብሓፂር ድማ መዓልኪ መዓልኪ ደሓን ዶ ውዒልኪ? ደሓን ዶ ውዒልኪ? ከመይ ውዒልኪ? መዓልኪ ንዓብይ ሰብ ደሓን ዶ ውዒልኩም ኣብዚኣ ተጠንቀቁ ኩሉ ግዜ ኩም እንታይ ኢለኩም ናይ ክብረት እዩ ኩም ዘሎ ናይ ክብረት እዩ ደሓን ዶ ውዒልኩም ኣቦይ ኣማረ ኣቦይ ተወልደ ኣቦይ ተስፋልደት ኣቦይ ዑመር ደሓን ዶ ውዒልኩም ከመይ ውዒልኩም ከመይ ውዒልኩም ወር ብሓጺሩ መዓልኩም ይብሎም ማለት እዩ ንዕብይ ዝበላ ሰበይቲ ድማ ደሓን ዶ ውዒልክን ክን እንታይ ኢለኩም እዚ ክን ዝብል ኒ ናይ ክብረት እዩ ዘመልክት ደሓን ዶ ውዒልክን ከመይ ውዒልክን ኣደይ ለምለም ከመይ ውዒልክን መዓልክን ንቡዛሓት ኣይኮነን ንሓደ ንጽል ሰብ ግን ንዓቢ ሰብ ወይ መምሃራን ዓበይቲ ካህናት ሙፍቲ እዚታት ንጥቀመሉ ማለት እዩ ንቡዛሓት ግን ኩሉ ግዜ ትኩም ክንብል ኣለና ትኩም ወይ ትክን ደሓንዶ ውዒላትኩም ደሓንዶ ውዒላትኩም ኢና ንብል ከመይ ውዒላትኩም ከመይ ውዒላትኩም ብሓጺር ድማ ማዕላትኩም ማዕላትኩም ኢና ንበል ንደቂ ኣንስትዮ ተኮይነን ድማ ደሓን ዶ ደሓን ዶ ውዒላትክን ንበል ደሓን ዶ ውዒላትክን ንብዙሓት ከመይ ውዒላትክን ሓደ ባህላ እዩ ማዕላትክን እንተኢልካ ድማ ብሓፂር ስለዚ እንታይ ክብለኩም ደሊ እዘን ክልተ ፍሬዝስ ጉድ ኣፍትርኑን ኣንድ ጉድ ሞርኒንግ ብእንግሊሽ ሓፀርቲ እየን ብናና ግን ብዙሕ ምርጫታት ኣለና ሓደርካ ሓደርኪ ሓ ሓደርኩም ኣቦይ መድሃኔ ካብዚኣ እስከ ክጅምራ ድሓን ሓደርካ ኣማንኤል ሓደርኪ ትርሓስ ሓደርኩም ኣቦይ ተወልደ ሓደርክን ኣደይ ትርሓስ ሓደራትኩም መምሃራን ኩልኻትኩም ተምሃሮ ሓደራትኩም ሓደራትክን ትርሓስ ለምለም ሰባ